ኢየሱስ ጎይታይ እስከ እቶም ትሰምዑኒ ዘለኹም ምልክት ግበሩለይ ብቐጥታ ናብቲ ሳማራይዝ ናብ ምግባር ክኸይድ እየ ናይ ሎሚ መጽናዕቲ መጽሓፍ ቅዱስና ካብ ማርቆስ ሰለስተ ካብ ቁጽሪ ሓደ ክሳብ ዓሰርተ ክልተ እዩ ሎሚ መዓልቲ ብሓቂ ውሽጠይ ክሰራሰር ዊዒሉ ማለት እዩ ዳርጋ ዋላ ከምዚ ሓውሲ ከምዚ ብታሕጓስ ገለ ክትነብዖ ገለ ትደልዩ ምሽ ከምኡ በቃ ከም ከምኡ ተሰሚዒኒ ነዚ ቃል እዚ እናንበብኩሲ በቃ ውሽጠይሲ ይሕጎስ ነይሩ ከምቲ ኣንቶይ ባኒ እንታይ ትብለ ነይር ትብል ነይራሲ ባኒት ክትዛረብ ኮላሲ በቃ ኣብ ውድቁ ይ- ይ- ኣብ እግሩ ይወድቁ ነበሩ ይሰግዱ ነበሩ ዝብል ቃል ከንብብ ኮለኹሲ እቤት ኣምላኸይ ተራእይኒ እቤት ኣምላኸይ ክርኢ ገይሩኒ ዝበለቶ ነዚ ቃል እንዳንበብኩ ብዙሕ ነገር እግዚኣብሄር ይምህረኒ ነይሩ ማለት እዩ ስለዚ እቲ እግዚኣብሄር ብመንፈሱ ዝመሃረኒ ንዓኹም ሼር ክገብረኩም ከለኹ ደስ እናበለኒ እዩ ማለት እዩ እና ርግፀኛ እየ ባ ጥራሕ ኢድኩም ከም ዘይትወፁ ማለት እዩ ኣብዚ ዝኣተኹምሎ መዓልቲ ሸሚትኩም ክትወፁ ኢኹም ማለት እዩ ከም ብሓድሽ ድማ ናብ ቤት ጸሎት ኣተወ፣ ኣብኡ ኸኣ ኢዱ ዝነቐጸት ሰብኣይ ነበረ፣ ምእንቲ ኪኸስዎ ድማ ብሰንበት እንተሕወዮ ይጸናጸንዎ ነበሩ። ዘገርም ነገር እዩ። ክሳብ ሎሚ ክሳብ ሎሚ ዘጽናዕናዮ እንታይ ኢና ነስተብህል ዘሎና የሱስ ኣብ ዝኣተዎ ስፍራ ዝኸውን ነገር ከም ዘሎ ኢና ርኢና ኣይኮነ እንዲ ቅዱሳን ኣሕዋተይ ኣብ ቤት ጸሎት ክኣቱ ኸሎ ብኣጋንንቲ ንዝተታሓዙ ሰባት የናግፎም፣ ኣብ ቤት ክኣቱ ኸሎ መጻጉዕ ይፍውስ፣ ሓጢኣት ይቕረ ኢሉ ካብ ዘለኣለም ጥፍኣት ናብ ዘለኣለም ህይወት የእቱ። የሱስ ኣብ ዝኣተዋ ቦታ የሱስ ኣብ ዘለዎ ስፍራ ተኣምራት ኣሎ፣ ዝኸውን ነገር ኣሎ። የሱስ ክርስቶስ ጎይታ እዩ። ሎሚ እውን የሱስ ኣብ መንጎና ካብ ምህላው ዝተላዕለ ዝኸውን ነገር ኣሎ። ኦኬ ዊስፐር ኢየሱስ ጎይታ እዩ ኦኬ ሰሚዕኹም ንለኹም የሱስ ኣብ ዘለዎ ስፍራ ኩሉ ግዜ እንታይ ኣሎ ኢና ንብል ዘለና ተኣምራት ኣሎ የሱስ ኣብ ዘለዎ ስፍራ ዝኸውን ነገር ኣሎ የሱስ ክርስቶስ ጎይታ እዩ ኣሜን ኣብ ናይ ሎሚ ሂዝናዮ ዘለና እውን ተመሳሳሊ ነገር ኢና ንርኢ ዘሎና። ኣብዚ ሓደ ኣገዳሲ ነገር ኢና ንርኢ። ንሱ ኸኣ እንታይ እዩ? ፈሪሳውያን የሱስ ፈዋሲ ምዃኑ ኣሚኖምሲ እ ናብ ብመዓልቲ ሰንበት ይፍውስዶ ኣይፍውስን ናብ ምባል ሓሊፎም ንየሱስ ክጸናጸንዎ ኢና ንርኢ። ይገርም እዩ። ኦረዲ የሱስ ክርስቶስ ፈዋሲ ምዃኑ ብጣዕሚ ርግጸኛታት ኮይኖም ርግጸኛታት እዮም ናይ ምፍዋስ ክእለት ወይ ድማ ናይ ምፍዋስ ውህበት ከም ዘለዎ እዚኦም ፈሪሳውያን ኣላልዮምሲ ናበይ ተሰጋጊሮም መሲልኩም ብመዓልቲ ሰንበት ይውዕሎዶ ኣይውዕሎን ናብ ምባል ሓሊፎም ክብሪ ንጎይታ ይኹን እቶም ብየሱስ ዘይኣምኑ ሰባት ብሓጺሩ ኩሉ ከም ዝከኣሎ ኣሚኖም ማለት እዩ። ብሰንበት የሱስ ከሕዊ ድዩ ዋላስ ኣየሕውይን ናብ ምባል ተሰጋጊሮም ኢና ንርኢ ዘለና። ኦኬ እና ኣብዚ ከይተዛረብኩሉ ክሓልፍ ዘይደሊ ነገር እንተሎ እቶም ብየሱስ ዘይኣመኑ ሰባት የሱስ ናይ ምሕዋይ ክእለት ከም ዘለዎ ካብ ኣመኑ፣ ንሕና ኣመንቲ ተሰሚና ዘሎና ኩላህና ካብቶም ዘይኣመንቲ ብዝተዓጻጸፈ ብየሱስ ከኣልነት ክንኣምን ይግባእ እዩ። ኣሜን ዶ ቅዱሳን። ፈሪሳውያን የሱስ ክርስቶስ መሕወዪ ከም ዝኾነ፣ መጥዓዪ ከም ዝኾነ፣ መናገፊ ምዃኑ ኣሚኖምሲ እንታይ ክገብሩ ጀሚሮም? ብሰንበት ይውዕላ ዶ ኣይውዕላን እናበሉ ናብ ምክትታል ናብ ምጽንጻን ክሰጋገሩ ከሎ ኢና ንርኢ ስለዚ ንሕና እቶም ኣመንቲ ድማ ብየሱስ እንኣምን ሰዓብቲ ክርስቶስ ዝኾንና ድማ ብዝተዓጻጸፈ መንገዲ ንናይ የሱስ ከኣልነት ክንኣምን ይግባእ ኣሜን ጥርጥር ካብ ህይወትና ክነርሕቆ ይግባኣና እዩ ነዚ ቃል እዚ ክነንብብ ኮለና ኣብ ኣምላኽና ሙሉእ እምነት ክህልወና ይግባእ እዩ ነዚ ቃል እዚ ክነንብብ ከለና ምኽንያቱም ኣምላኽና ኣብ እምነትና ስለ ዝሰምር ኢየሱስ ክርስቶስ ጎይታ እዩ እዞም ሰባት እዞም ሰባት ሰብ ተናገፍ ተናጊፉ ኣይተናገፈን ጥዕዩ ኣይጠዓየን ምንም ኣየገድሶምን እዩ እቲ ዘገድሶም እንታይ እዩ እንተኢልና እቲ ንሳቶም ዝሓገግዎ ኣብ መንኩብ ካለኦት ዝጸዓንዎ ናይ ባዕሎም ሕጊ ክኽበር ጥራሕ እዮም ዝደልዩ እቲ ናይ ኣምላኽ ስርዓት ኣፍሪሶም ጎይታ መዓልቲ ዕረፍቲ ዝበላ ሰንበት ብሰንኪ ጸሓፍትን ፈሪሳውያን ናይ ዕረፍቲ መዓልቲ ካብ ምዃና ሓሊፋ ናይ ጭንቀት መዓልቲ ተቀይራ ቅዱሳን ኣሕዋተይ ከምቲ ኣንቶይ ድምጺ ሓወይ ዝዛረቦ ዝነበረ ጎይታ ኣዕርፉላ ዝበላ መዓልቲ ክተዕርፉ ኣለኩም ኩላኻትኩም ግዝእኹም ይዕረፍ ኩሉ ሰብ ይዕረፍ ዝበለላ መዓልቲ እታ ናይ እረፍቲ መዓልቲ ዝተሰምየት ባዕሉ ጎይታ ከዕርፉላ ዝሃቦም መዓልቲሲ ብሰንኪ ጸሓፍትን ፈሪሳውያንን ናይ ዕረፍቲ መዓልቲ ካብ ምዃና ሓሊፋ ናይ ጭንቂ መዓልቲ ተቐይራ ንሳቶም ንገዛእ ርእሶም ከምዝሓሰብዎ ከምዝሓሰብዎ እንተኼድና ካህናት እዮም ንሰባት ምስ ኣምላኾም ከታዓረቑ ዝተሾሙ ሰባት እዮም ኣብዚ ከም ንሪኦም ግና ኣብ ክንዲ ሰባት ዘይኮኑስ ኣብ ክንዲ ትሕጎም እዮም ክጣበቑ ንሪኦም ዘለና። ነዚ ዝገበሩሉ ቀንዲ ምክንያት ድማ ምእንቲ ናይ ገዛእ ርእሶም ጥቕሚ ክብሉ እዮም። እቲ ስርዓታቶም ንሓፋሽ ህዝቢ ዝጠቅም ዘይኮነስ ኣስተብሂልኩም ስምዑኒ ቅዱሳን ኣሕዋተይ እቲ ስርዓቶም ነቲ ሓፋሽ ህዝቢ ዝጠቅም ዘይኮነስ ንገዛእ ርእሶም ዝጠቅም እዩ። እቲ ስርዓታቶም ነቲ ሓፋሽ ህዝቢ ናብ ኣምላኽ ዘቕርብ ዘይኮነስ ነቲ ሓፋሽ ህዝቢ ካብ ኣምላኹ ዘርሕቕ እዩ። ነዚ ስርዓት እዮም እምበኣር ዝጣበቑሉ ዘለዉ። ነዚ ስርዓት እዮም እምበኣር ኣብ መንኩብ ካልኦት ጽዒኖሞ ዘለዉ ቅዱሳን ኣሕዋተይ። የሱስ ብዛዕባ ፈሪሳውያን ኣብ ማቴዎስ ዕስራን ሰለስተን ኣርባዕተ ርኢናዮ ከም ዝሓለፍና ክዛረብ ከሎ እንታይ ኢሉሲ ከቢድን ምጽዋሩን ዘይምቹ ጾር ጠሚሮም ንሰብ ኣብ ክሳዱ የሰክምዎ፣ ባዕላቶም ግና በጻብኦም ክትንክፍዎ'ኳ ኣይፈትዉን እዮም ኢሉ የሱስ ክርስቶስ ክዛረብ ከሎ ብዛዕባ ፈሪሳውያን እዚኦም እዮም እምበኣር ሰንበት ተሳዒራ ኢሎም ኡይ ዝብሉ ዘለዉ ንሰንበት ስዒርዋ ኢሎም ኡይ ዝብሉ ዘለዉ ንሰበት ጽቡቕ ብምግባር እዩ እዞም ፈሪሳውያን እቲ ሕጊ ኣምላኽ ነቶም ህዝቢ እምበር ንሳቶም ዝምልከቶም ኣይመስሎምን እዩ። ብተወሳኺ እቲ ንሳቶም ወሲኾም ዝጸሓፍዎ ስርዓት ኣቦታት ተሰምዩ ዘሎ እቲ ጽሑፍ ፍጹም ንዕኦም ኣይምልከቶምን እዩ። ዋላ እቲ ሕጊ ሰንበት እቲ ንየሱስ ስዒርካያ ኢሎም ዝኸስዎ ዘለዉ ደቀ መዛሙርታ ከኣ ስለምንታይ ከምዝን ከምትን ይገብሩ ኢሎም ዝኸስሉ ነጥብታት ንሳቶም በጻብኦም ኣይትንከፉ ኣይትንክፎን ማለት ኣይምልከቶምን ይገርመኩም እዩ የሱስ ክርስቶስ እንታይ ኢሉሲ ነቲ ከቢድን ምጽዋሩን ዘይምችው ጾርን ጠሚሮም እብለና ንሰብ ኣብ ክሳዱ የሰክምዎ ባዕላቶም ግና በጻብኦም ክትንክይዎ እኳ ኣይፈቱን ይብል ስለዚሲ ካብዚ ህይወት ፈሪሳዊነት ጎይታ ይሃልወና ኣሜን ኣሜን ዶ ቅድሚ ንሰባት ምፍራድና ኮነ ብዛዕባ ካልኦት ምዝራብና ንገዛ ርእስና ክንምርምር ጎይታ ይደግፈና ካብዚ ክፍሊ ዝመሃሮ ነዚ እዩ ቅዱሳን ኣሕዋተይ እዞም ፈሪሳውያን በጻብእቶም ዘይትንክፍዎ ስርዓት ስርዓታቶም ይኹን ስርዓት ኣምላኽ ንኻልኦት ስለምንታይ ጥሒስኩም ስለምንታይ ከምዝን ከምትን ጌርኩም ኢሎም ይዛረቡ እዮም ንሳቶም እኮ ነዚ ሕጊ ባዕሎም የፍርስዎ እዮም ቅዱሳን ኣሕዋተይ ስለዚ ካብዚ ኣብ ህይወት ፈሪሳውያን ዝረኣይ ህይወት ንዓና እግዚኣብሔር ይሓልወና ኣሜን ስለዚ ኣብ ቁፅሪ ክልተ ከም ዘንበብናዮ እቶም ንስርዓት ኣምላኽ ዝጣበቑ ዝመስሉ ፈሪሳውያን እቶም ንህዝቢ ኣምላኽ ብቕንዕና ዘገልግሉ ዝመስሉ ንየሱስ እንታይ ይገብርዎ ነይሮም ይብለና እንታይ ይገብርዎ ነይሮም ይብለና ይጸናጸንዎ ነበሩ ይብለና ምእንቲ ክኸስዎ ድማ ብሰንበት እንተሕወየ ይጸናጸንዎ ነበሩ ቅዱሳን ኣሕዋት ኣብዚ ዓቢ ነገር ተማሂርና ክንሓልፍ ኣለና እንታይ እዮም ኢሎም ምእንቲ ክኸስዎ ድማ ብሰንበት እንተሕወየ ይጸናጸንዎ ነይሮም ሕጂ እዞም ፈሪሳውያን ኦረዲ የሱስ የሕውይ ድዩ ኣየሕውዩን ሕቶ ኣይኮነን ንዖም ከም ዘሕዊ ፈሊጦምሲ፣ ኣብ ሰንበት መዓልቲሲ የሕዊዶ ኣየሕዊን ኢሎም ነታ ሰንበት ይስዕራን ኣይስዕራን ምጽንጻን ክጅምሩ ከለዉ ኢና ንርኢ። ስለዚ ምጽንጻን እንታይ ማለት እዩ ቅዱሳን? ይጸናጸንዎ ነበረ ይብለና ምሽ? ምጽንጻን ትፈልጥዎ ኢኹም ምሽ? ጎይታ ይባረኽ። ምጽንጻን ማለት ከምዚ ምስላይ ማለት እዩ። ምጽንጻን ማለት ሓደ ሰብ ከይፈለጠካ እቲ ሰብ ዝገብሮ ነገር ብደቂቑ ምክትታል ማለት እዩ። ይጸናጸንዎ ነይሮም ክብለና ከሎ በቲ ትርጉም ምጽንጻን እንድሕር ደኣ ኼድና የሱስ ከይፈለጦም ነቲ የሱስ ዝገብሮ ዘበለ ብደቂቕ ይከታተልዎ ነይሮም ማለት እዩ የሱስ ግና ኩሉ ዝፈልጥ ስለ ዝኾነ ኩሉ ግብሮም ካብ ቅድሚ ዓይኑ ዝተኸወለ ኣይነበረን ስለ ዝኾነ ከኣ ናብቲ ዝቕጽል ስራሕ ክኸይድ ከሎ ንርኢ ማለት እዩ ስለምንታይ እዩ ትርጉም ምጽንናዕ ክነግረኩም ደልየ መሲልኩም ቅዱሳን ኣሕዋተይ ትርጉም ምጽንናዕ ዘይትፈልጡ ምጽንጻን ዘይትፈልጥዎ ኮይንኩም ዘይኮነሲ የሱስ ክርስቶስ ኣገልግሎቱ ከመይ ከም ዝመስል ክንሪኦ ስለ ዝደለኹ እየ ቅዱሳን ኣሕዋተይ ኣገልግሎት የሱስ ከመይ ከም ዝመስልን እቲ ሃዋሁ ኣብ ኣገልግሎቱ ከመይ ከም ዝመስል ኣጸቢቕና ንማር ኢለ ስለዚ ነዚ ምፍላጥና እንታይ ይሕግዘና መሲልኩም ኣብ ህይወትና ዝጸናጸኑና ሰባት ክንርኢ ኮለና ኣይንድነቕ ኢና ምክንያቱም ንመምህርና ጎይታናን ከምኡ ካብ ገበሩ ንዓና ከኣ ብዝተዓጻጸፈ ከምቲ ንየሱስ ዝገብርዎ ክገብሩና ግድን ስለ ዝኾነ ማለት እዩ። ልክዕ ንየሱስ ብደቂቑ ዝከታተልዎ ሕጂ ውን ኣብ ዘመንና ውን ኩሉ እንገብሮ ብደቂቑ ዝከታተሉና ከም ዘለዉ ክንፈልጥ ኣሎና ቅዱሳን ኣሕዋተይ። የሕዋትና ኣብ ምድርና ዘለዉ ኣገልግሎቶም ኮነ ኩሉ ኣካይድኦም እቶም ተጻባእቶም ብደቂቕ ይከታተልዎም እዮም። ስለዝኾነ ኣኻ ብብዙሕ ጥንቃቐ ወንጌል ኣብ ምድርና የስፋፍሑ ኣሎ እግዚኣብሔር ይመስገን ኣሜን ዋላ ንሕና ኣብዚ ኣብዚ ዘለናዮ ስፍራ እውን ክነገልግል ኮለና ብዙሓት ንዓና ዝጥምቱና እዮም ብዙሓት እዮም ዝከታተሉና እንገብሮ እንዛረቦ እንበልዖ እንሰትዮን ካይተረፈ ዝከታተሉና ብዙሓት እዮም ኢየሱስ ክርስቶስ ጎይታ እዩ ካልእ እንታይ ይብል ኣብ ማቴዎስ ሓሙሽተ ዓሰርተ ኣርባዕተ ብዛዕባና ክዛረብ ከሎ ንስኻትኩም ብርሃን ዓለም ኢኹም ኣብ ከረን ዘላ ከተማ ክትክወል ኣይከኣላን ኢሉ ስለዚ ንሕና ዋላ ክንክወል ኢልና ክንክወል ዘይንኽእል ሰባት ኢና የሱስ በቶም ጸላእቱ ኮነ ካብቲ ህዝቢ ክውል ኣይኮነን ኩሉ ዝገብሮ ግሉጽ እዩ ምጽንጻን እውን ኣየድልዮን እዩ ግን ፈሪሳውያን ብደቂቕ ዝከታተልዎ ዘለዉ መታን ነቲ ንሳቶም ሓሲቦምዎ ዘለዉ ነገር ንኽፍጽሙ መታን ክሕግዞም እዩ። እቲ ዝጸናጸን ክጸናጸን ከሎ ነቲ ዝጸናጸኖ ሰብ ይጸናጸኖ ከም ዘሎ ክፍለጥ የብሉን። ኣብዚ ክፍሊ ንሳቶም ዝመስሎም ዘሎ የሱስ ይጸናጸንዎ ከም ዘለዉ ዘይፈለጠ እዩ ዝመስሎም ዘሎ። የሱስ ግን ኩሉ ዝገብሮ ዘለዉ ፈሊጡስ ብሕቶ ከዋጥሮም ኮሎ ኢና ንርኢ። ካብ ቁጽሪ ሰለስተ ክሳብ ሓሙሽተ ከድና ክነንብብ ኮለና የሱስ ክርስቶስ ኦረዲ ከም ዝፈለጦም ፈሊጡ በቃ ብሕቶ ከዋጥሮም ኮሎ ንርኢ። እንታይ ይብል ካብ ቁጽሪ ሰለስተ ክሳብ ሓሙሽተ ሲ ነቲ ኢዱ ዝነቐጸ ሰብኣይ እንታይ ኢልዎ ተንስእ እሞ ኣብ ማእከል ደው በል በሎ ንሱ ድማ ንሱ ድማ ብሰንበሲ ጽቡቕ ምግባር ዶ ወይስ ክፉእ ምግባር ምድሓን ነፍሲ ዶ ወይስ ምቕታል ይግባእ በሎ ንሳቶም ግና ኣጽቀጡ በቲ ድርቅና ልቦም ጉህዩ ብኹራ ጠመቶም ነቲ ሰብኣይ ከኣ ኢድካ ዘርግሕ በሎ ንሱ ከኣ ዘርግሓ እታ ኢዱውን ሓወየት ይብለና ኢየሱስ ክርስቶስ ጎይታ እዩ ኖ ማተር ንሳቶም ሪኢኹም ኣለኹም ኣንቶይ ተዛሪቦምሉ እዮም ግን ኣነ ሳማራይ ስለ ዝገብር ዘለኹ ናይ ግድን ተንኪፈዮ ክሓልፍ ጽቡቕ እዩ ዝጸናጸኑ ሓይልታት ይብዝሑ ዋላ ሰለይቲ ይብዝሑ ዋላ ደድሕሪ የሱስ ዞኽዞኽ ዝብሉ ስርሑ ንኸተዓናቐፉ ብዙሕ ነገር ዝገብሩ ደድሕሪኡ ክመፁ ክእሉ እዮም ኖማተርዋት ግን እግዚኣብሄር ማለት የሱስ ክርስቶስ ነቲ ዝመፃሉ ዓላማ ግን ኣይሰሓተን ቅዱሳን ኣሕዋተይ ነቲ ክገብሮ ዝግባእ ነገር ክገብር ኮሎ ኢና ንርኢ በቃ ካብ ልክዕኹም ኣይትሓልፉን ኢኹም ኢሉ እዩ በቃ እስኪ እንታይ ክተምፁ ኢኹም ኢሉ ኢየሱስ ክርስቶስ በቃ ክገብሮ እየ ክፍውስ እየ ፅቡቕ ምግባር ፍቑድ እዩ ንሳትኩም ከ ነዚ እናፈለጥኩም ዋላ እንታፅቀጥኩም ልብኹም እንተትረርኩም ክገብሮ እየ እዩ ዝብል ዘሎ ኢየሱስ ክርስቶስ ጎይታ እዩ ናይዛ ሕቶ መልሲ ቅዱሳን ኣዝያ ቀላል ኣይኮነት እንደ ናይዛ ሕቶ መልሲ እዚኣ ቀላልን ሓጻርን እያ። እወ ጽቡቕ ምግባር ፍቑድ እዩ ወይ ድማ ኣይፋልን ብሰንበት ጽቡቕ ምግባር ኣይፍቑድን እዩ እያ እታ መልሲ ኣይኮነን ዶ ቅዱሳን ኣሕዋተይ እንተ ጽሒፍኩምለይ ደስ እብለኒ ዋላ እውን መልሲ ሕቶ የሱስ ኣብ ልቦም ተቓጭል እንተላ ንሳቶም ግን የሱስ ባዕሉ ነቲ ንሱ ዝሓተቶ ሕቶ ባዕሉ ክምልሶ ሱቕ ክብሉ ከሎ ኢና ንርኢ ዘለና ስለምንታይ እዮም ግን እዞም ሰባት ንሕቶ ኢየሱስ ክምልሱ ዘይፈተው? ነዚ ሕቶ ክንምልስ ኣለና ቅዱሳን ኣሕዋት። ስለምንታይ እዮም ኢየሱስ ሓቲትዎም ክነሶ እወ ፍቑድ እዩ ወይ ድማ ፍቑድ ኣይኮነን ኢሎም ዘይመለሱሉ? ብዙሕ ግዜ ፈሪሳውያን ኣስተብሂልኩምሎም እንድሕር ኮይንኩም ንናይ ኢየሱስ ክርስቶስ ሕቶ መሊሶም ኣይፈልጡን እዮም። ናይ የሱስ ክርስቶስ የሱስ ክርስቶስ ዝሓቶም ሕቶ መሊሶም ማለት የሱስ ክርስቶስ እቲ ሓቂ ስለ ዝሓትት ዘሎ ብዛዕባ ትኽክል ዝኾነ ነገር ስለ ዝሓትት ዘሎ እንድሕር መሊሶም በቃ ምስ የሱስ ምስምማዕ እምበር ካልእ ኣማራፂ የብሎምን ቅዱሳን ኣሕዋተይ ስለዚ እዮም ዘይምልሱሉ እቲ ዘይመመለሲኦም ቀንዲ ምኽንያት እንታይ እዩ እንተርኢልና እንተመሊሶም እቲ ዝመፅሉ ዕላማ ክፈሽሎም እዩ ቅዱሳን ኣሕዋተይ ብተወሳኺ ድማ እቲ ዝምልስዎ መልሲ ኣብቶም ዘገልግልዎም ሰባት ምምቕቓል ከምፅ ስለ ዝኽእል እዩ ኣይኮነን ቅዱሳን ኣሕዋተይ ንኣብነት ፓስት ኣብ ንፓስተርኩም ኣነ መጽኤ ኣብ ሰንበትሲ ጽቡቕ ምግባር ምፍዋስ ምጥዓይ ጽቡቕ ድዩ ይግባእ ድዩ ኣይግባእን ኢለ ተዝሓቶ እሞ እቲ ፓስተር ኣይግባእን እዩ ኢሉ ተዝምልስ ኣይግባእን ኢሉ ተዝምልሲ እታ ፍርቂ ቸርች ተዋሓደስ ኣይምተገመዐትን ኢልኩም ትሓስቡ እዚ እንታይ ድኣ ንሕና ክንሓዊ ዘይደሊ ክንፍወስ ዘይደሊ እንታይ ኣምሲልና ምስኡ ንስእብ ኢሎምሲ ምምቕቓል መምጸ ነይሩ ቅዱሳን ኣሕዋተይ ስለምንታይ እዮም ንናይ ኢየሱስ ክርስቶስ መልሲ ዘይመለሱ እንድሕር ኢልኩምኒ ቀዳማይ ደረ ቀዳማይ ኢየሱስ ክርስቶስ ኦረዲ ካብቶም ሰዓብቶም ካብቶም ሰዓብቶም ንብዙሓት ሰዓብቱ ገይሩ ኣሎ ኢየሱስ ክርስቶስ ጎይታይ ሰሚዕኹምኒ ኣለኹም ኦረዲ ኢየሱስ ክርስቶስ ካብቶም ናይ ፈሪሳውያን ሰዓብቲ ኦረዲ ግብሪ ናይ ኢየሱስ እናረኣዩ ንኢየሱስ ክርስቶስ ምስዓብ ዝጀመሩ ብዙሓት እዮም ስለዚ ኣብዚ ድማ ብሰንበት የሕዊ ዶ ኣየሕዊን ኢሎም ክጸናጸኑ ዝመጹ ፈሪሳውያን ነቲ ብኢየሱስ ክርስቶስ ዝቐረበሎም ሕቶ መሊሶም ማለት ቅዱሳን ኣሕዋተይ ኦረዲ ናይ ኣገልግሎቶም ዘብቅዓሉ ሰዓት እዩ ዝኸውን ኢየሱስ ክርስቶስ ጎይታ እዩ ስለዚ እዮም ክምልሱሉ ዘይፈተው ቅዱሳን ኣሕዋተይ ሕቶ ናይ ኢየሱስ እንታይ እዩ ብሰንበትሲ ጽቡቕ ምግባር ዶ ወይስ ክፉእ ምግባር ምድሓን ነፍሲ ዶ ወይስ ምቕጣል ይግባእ ኢልዎም ኢየሱስ ክርስቶስ ኢየሱስ ንመን እዩ ዝሓትት ዘሎ እዚ ሕቶ እንተልና ነቶም ዝጸናጸንዎ ዘለዉ ሰባት እዩ ነዚ ሕቶ እዚ ኣቕሪቡሎም ግን ክምልሱኻ ኣይፈተው የሱስ ኣብዚ ክልተ ነገር ይገብር ኣሎ ቅዱሳን ኣሕዋተይ ቀዳማይ ዝተሓባእኹም ካይመስለኩም ኢሉ የፈደሖም እዩ ዘሎ ካልኣይሲ ካልኣይ ድማ ፍቓድ ኣምላኽ እንታይ ምዃኑ እዩ ዘርእዮም ዘሎ ተረዲእኹም ዶ ኣሎ ቅዱሳን ኣሕዋተይ የሱስ ክርስቶስ ኣብዚ ክልተ ነገር ይገብር ኣሎ እንታይ እዩ ዝገብር ዘሎ ቀዳማይ ተሓቢእኹም ትገብሮ ዘበለ ኩሉ ኣብ ቅድመይ ግሁድ እዩ ካባይ ዝኽወል ነገር የለን እዩ ዝብል ዘሎ እቲ ካልኣይ ድማ ፍቓድ ኣምላኽ እንታይ ምዃኑ እዩ ዘሪኦም ዘሎ ክብሪ ንጎይታ ይኹን ዋና ናብቲ ናይ ዋና ናብቲ የሱስ ዘገልግለሉ ስፍራ መምጽኦም እንታይ እዩ እንድሕር ኢልኩም ንየሱስ መክሰሲ ክረኽቡሉ መታን እዩ ኣይኮነን ድዩ ስለዚ ኣብ ሰንበት ኣብታ ናይ ዕረፍቲ ግዜ ነቶም ዕረፍቲ ዝሰኣኑ ሰባት የዕርፎም ድዩ ኣየዕርፎምን እዩ ንምርኣዮም ናብቲ የሱስ ዘለዎ ስፍራ መጽዮም ስለዚ ከኣ እዩ ስለዚ ከኣ እዩ ንየሱስ ክምልስሉ ዘይፈተዉ ቅዱሳን ኣሕዋተይ ኤሜንዶ እወ ወይ ኣይፋሉን ክልቲኡ ንዕኦም ኣብ ሓደጋ ከም ዘውድቆም ፈሊጦም እዮም ምምላስ ዘይደፈሩ ቅዱሳን ኣሕዋተይ ካልእ ኣይኮነን ክልቲኡ መልሲ ንዕኦም ንኣገልግሎቶም ኣብ ሕቶ ምልክት ዘእቱ እዩ ቅዱሳን ኣሕዋተይ ስለዚ ደፊሮም ክምልሱሉ ንየሱስ ኣይከኣሉን። የሱስ ንዝሓተቶ ኣብ ቅድሚ ህዝቢ ክምልስዎ እንተደኣ ኮይኑ ግድን እወ ጽቡቕ ምግባር ፍቓድ እዩ ክትከውን እያ። ምኽንያቱም ንሳቶም ንህዝቢ ደው ዝበሉ ምዃኖም ከርእዩ ግድን እወ ፍቓድ እዩ ክብሉ ኣለዎ። እንተ እወ እንተኢሎም ድማ ንየሱስ ከሕዊ ባዕሎም ስልጣን ሂቦሞ ማለት እዩ። እዚ ማለት ክኣ እቲ ዝመጽ እተ እቲ ዝመጽእሉ ዕላማ ከንቱ ኮይኑ ማለት እዩ ስለዚ እዮም እምብኣር ንየሱስ እወ ዋላ ኣይፋል ዘይበልዎ ቅዱሳን ኣሕዋተይ ተረዲእኩም ዶ ኣሎ ቅዱሳን እዞም ሰባት ሕላውነት ናይ የሱስ ንኣገልግሎቶም የዳኽሞ ስለ ዘሎ የሱስ ዝገብሮ ዘሎ ድማ ንሳቶም ክገብርዎ ስለ ዘይክእሉ ዘለዎም ኣማራጺ እንታይ እዩ እንድሕር ኢልኩም ንየሱስ ብዝገበሩ ገይሮም ካብ ገጽ ምድሪ ምጥፍኡ እዩ። ስለዚ ከኣ እዮም ንየሱስ ብደቂቑ ዝከታተልዎ ዘለዉ። መኽሰሲ ክረኽቡሉ እዮም ኣብዚ ሒዝናዮ ዘለና ክፍሊ ምንም ዓይነት ምላሽ ዘይሃብዎ። የሱስ ግን ስለምንታይ ናብዚ ምድሪ መጺኡ መጺኡ ኣሎ ኣጸቢቑ ስለ ዝፈልጥ እ፣ ሰብ ስለ ዝኾነ እቲ ዝመጽኣሉ ዕላማ እንዳገበረ ክጓዓዝ ከሎ ንርኢ ማለት እዩ ኢየሱስ ክርስቶስ ጎይታ እዩ ዕላምኡ ነቶም እ፣ ብማእሰርቲ ዘለዉ ክፈትሕ ንዝሓመሙ ክፍውስ እ፣ ነ- በቃ ዕረፍቲ ዘድልዮም ዕረፍቲ ክህብ ስለ ዝመጸ ኢየሱስ ክርስቶስ ኣብ ምዕራፍ ትንቢት ኢሳያስ ስሳን ሓደን ካብ ቁፅሪ ሓደ ክሳብ ሰለስተ ክተንብብ ከሎ ከምኡ እዩ ዝብል ንትሑታት ብስራት ከብስር እግዚኣብሔር ቀቢእኒ እሞ መንፈስ እግዚኣብሔር ኣምላኽ ኣብ ልዕለ እዩ ንስቡራት ልቢ ክዝንን ነዚ ይመፅኡ ንምሩኻት ሓርነት ክገብር ንእሱራት ከዓ ምፍታሕ ክእውጅ ለኣኸኒ ኢሉ ኢየሱስ ክርስቶስ እዚ እዩ ኢየሱስ ክርስቶስ ዝመፅኣሉ እንታይ ኢሉ ሕነ ኣምላኽና ክእውጅ፣ ንዅሎም ሕዙናት ከጸናንዕ፣ ኣዕዋም ጽድቂ፣ ንኽብሩ ዝኸውን ተኽሊ እግዚኣብሄር ተባሂሎም ምእንቲ ክስመዩ ድማ፣ ንሕዙናት ጽዮን ኣብ ክንዲ ሓሙዅሽቲ ዘውዲ ክደፍኣሎም፣ ኣብ ክንዲ ሓዘን ከኣ ዘይቲ ሓጐስ፣ ኣብ ክንዲ መንፈስ ጓሂውን ክዳን ምስጋና ክህቦም ለኣኸኒ ኢሉ። የሱስ ተላኢኹሉ ዝመጸ ዕላማ ኣሎ። የሱስ ክርስቶስ መልእኽቲ ሒዙ እዩ መጺኡ ንደቂ ሰባት። ስለዚ የሱስ ክርስቶስ ነቲ ዝመጽኣሉ ነገር ክገብር ከሎ ኢና ንርኢ። ኣሜን! የሱስ ነቲ ዝሓተቶም ሕቶ ይመልሱ ኣይመልሱ ብዘየገድስ ዕላማ መምጽኡ ስለ ዝኾነ ነቲ ክገብሮ ዘለዎ ነገር ክገብር ከሎ ንርኢ ማለት እዩ። ኣብ ቁጽሪ ሓሙሽተ እንታይ ኢና ኣንቢብና? በቲ ድርቅና ልቦም ጉህዩ ብኹራ ጠመቶም እብለና። ነቲ ሰብኣይ ከኣ ኢድጋስ ዘርግሕ በሎ። ንሱ ከኣ ዘርግሓ እታ ኢዱ እውን ሓወየት ይብለና ክብሪ ንጎይታ ይኹን። በቲ ድርቅና ልቦም ጉህዩ ብኹራ ጠመቶም ይብለና የሱስ ነየናይ እዩ ከም ድርቅና ዝወሰዶ ኢልና ከ ምሕታቱ ጽቡቕ እዩ ጸሓፍትን ፈሪሳውያን እቲ ሓቂ እንታይ ምዃኑ ይፈልጡ እዮም ቅዱሳን ኣሕዋተይ እንዳፈለጡ ምጽቃጦም እዩ እዚ ንየሱስ ኣዝዩ ኣጉህይዎ ክቑጣዕ ዝገበሮ እንታይ እንድሕር ኢልኩም ፈሪሳውያንን ጸሓፍትን ካህናትን እቲ ሓቂ ይፈልጥዋ እዮም ነታ ሓቂ እናፈለጡ እዮም ነታ ሓቂ ዝጎስይዋ ዘለዉ ቅዱሳን ኣሕዋተይ እዚ እዩ ኸኣ ንየሱስ ክርስቶስ የሕሪቕዎ ማለት እዩ ኣብዚ የሱስ ንሰብ ፈሪሑ ነቲ ክገብሮ ዝግባእ ነገር ኣይሓደጎን እኳ ደኣ ኣብ ቅድሚ ኩሉ እቲ እኩብ ህዝብን ኣብ ቅድሚ እቶም ክጸናጸንዎ ዝመጹ ጸሓፍትን ፈሪሳውያን ነቲ ሰብኣይ ከሕውዮ ከሎ ንርኢ ኣሜን ዶ ቅዱሳን ኣሕዋተይ ንሕና ውን ከምኡ ክንከውን ኣለና ኢየሱስ ክርስቶስ ጎይታይ እዚ እዚ ሰብኣይ ርኢኹም ኣለኹም እዚ ኢድካ ዘርጋሓዮ ዝተባህለ ሰብ ከምቲ ዝተባህሎ እንተዘይገብር ኖ ሎሚ ሰንበት እያ ክፍወስ ኣይግባኣንን እዩ እንተዝብል መሓወየ ዶ ይመስለኩም ቅዱሳን ኣሕዋተይ ሎሚ ሰንበት እያ ክሓዊ ኣይግባኣንን እዩ ኢደይ ክዝርጋሕ ኣይግባኣንን እዩ ክንቀሳቐስ ኣይግባኣንን እዩ ምንም ክገብር ኣይግባኣንን ኢሉ ኮፍ ተዝብል መሓወየ ዶ ይመስለኩም ሚስጥር ምፍዋስ እዚ ሰብኣይ እዚ እንታይ እንድሕር ደኣ ኢልና ትእዛዝ የሱስን የሱስ ዝበሎ ወይ ዝተዛረቦ ቃል ሰሚዑ ምላሽ ብምሃቡ እዩ የሱስ ክርስቶስ ጎይታ እዩ ኣሜን ዶ ንቕስቲ ኢድ ከም ዘላቶ እንዳፈለጠ፣ ቅድሚ ሕጂ ተዘርጊሓ ዘይትፈልጥ ምዃና እንዳፈለጠ፣ ነቲ ካብ የሱስ ኣፍ ዝወጸ ቃል ብእምነት ወሲዱ ክዝርግሓ ምፍታኑ ፈውሲ ምጺኡሉ። ኣሜን ዶ ቅዱሳን ኣሕዋተይ። ናይ እግዚኣብሔር ቃል መጠን ኣእምሮና ኣይኮነን። እቲ ቃል ባዕሉ ክንድኡ እዩ። ስለዚ ከኣ እዩ ኩሉ ግዜ ድምጺ እግዚኣብሔር ክንሰምዕ ከለና ንምጽዋሩ ዘሸግረና። እግዚኣብሄር ኩሉ ሳዕ ክዛረብ ከሎ ንገዛእ ርእሱ ኣሚኑ እዩ ዝዛረበና ኣብቶም ዝሰምዕዎ ተኣማሚኑ ኣይኮነን ዝዛረብ ቅዱሳን ኣሕዋተይ ስለዚ ድምፂ እግዚኣብሄር ናባና ክመፅእ ከሎ ብእምነት ንውሰዶ ኣሜን ዶ ነቲ ቃል ብእምነት ክንቅበሎ ከለና እንታይ ኢና ንብል ዘሎና ጎይታዬን ኣምላኸዬን ይኣምነካ ኣለኹ ኢና ንብሎ ዘለና እዚ ሰብ እዚ ኢድካ ዘርጋሓዮ ዝብል ቃል ክመፆ ከሎ ከቢድ እኮ እዩ ማለት እዚ ሰብ እዚ ሓደ ዝፈልጦ ሓቂ ኣሎ ንሱ ከኣ እንታይ እዩ እታ ንኽዝርጋሓ ተሓቲቱ ዘሎ ኢድ ንቕስቲ ምዃና ዘይትዝርጋሕ ምዃና ይፈልጥ እዩ ምስዚ ኩሉ በቲ ዝፈለጦ ሓቂ ዘይኮነስ በቲ ዝመጽኣሉ ቃል ስለ ዝተጓዓዘ ወይ ዝተባሕሎ ስለ ዝገበረ ፈውስ ተቐቢሉ ካብዚ ክንመሃሮ ዘለና ነገር እዚ እዩ እንታይ ኢለኩም ቅዱሳን ኣሕዋቴ በቲ እንፈልጦ ሓቂ ዘይኮነስ በቲ ዝመጽኣልና ቃል ክንጓዓዝ ከም ዘለና እዩ ናይ እግዚኣብሔር ቃል ዝምህረና ኣሜን እንፈልጦ ሓቂ ኣሎ ማለት ከምዚ እዚ ሰብኣይ እዚ ዝፈልጦ ዘሎ ሓቂ ኢዱ ንቕስቲ ምዃና ክዝርጋሕካ ኢምፖስብል ከም ዝኾነ እናፈለጠ በቲ ዝፈልጦ ሓቂ ዘይኮነሲ በቲ ዝመጻሉ ቃል ብምጉዓዙ ፈውሲ ረኺቡ ክብሪ ንጎይታ ይኹን ስለዚ ርያሊቲ ኣሎ እቲ ንሓልፎ ኩነታት ኣሎ እግዚኣብሔር ግን ንዕዑ ሪኡ ኣይኮነን ዝዛረበና ዘሎ ዘማራይ ኣውታሩ ክዝምር ኮሎ እንታይ ኢሉ መሲሉኩም ዘማራይ ኣውታሩ ክዝምር ኮሎ ደመና ናይቶ ትንቢት መናገር ሁሉም ይችላል ኣለ ቅዱሳን ኣሕዋተይ ኢየሱስ ክርስቶስ ከምዞም ሜትሮሎጂስት ኣይኮነን ሃራይ ኢየሱስ ክርስቶስ ወይ ድማ መንፈስ ኣምላኽ ሜትሮሎጂስት ኣይኮነን ሜትሮሎጂስት እንታይ እዮም ዝገብሩ ንፋሳት ሪኦም ኣያራት ሪኦም ደመናንታት ሪኦም እዮም ክዘንብ እዮም ዝብሉ እ፣ ሎሚ እስኖ ክድርብ እዮም ዝብሉ ኣብ ሰማይ ዘሎ ነገር ሪኦም እዮም ቅዱሳን ኣሕዋተይ ስለዚ እግዚኣብሄር ግን ንዓይን ንዓኻትኩምን ክዛረበና ከሎ ሓደ ሰብ ሰምዓኒ ኣሎ ኢለ ብእምነት ይዛረብ ኣለኹ ሓደ ሰብ ይሰምዓኒ ኣሎ ኢለ ይዛረብ ኣለኹ እግዚኣብሄር ክዛረበና ከሎ ቅዱሳን ኣሕዋተይ እግዚኣብሄር ክዛረበና ከሎ ኣብ ክእለቱ ተኣማሚኑ እዩ ሃዋሁ ናትኩም ርእዩ ኣይኮነን ዝዛረብ ዘሎ እግዚኣብሄር ክዛረበኩም ከሎ እቲ ዘለኩሞ ኩነታት ርእዩ ኣይኮነን ዝዛረብ ዘሎ ብሓጺሩ ደመና ርእዩ ኣይኮነን ማይ ክሃርም እዩ ዝብል እግዚኣብሔር ብክእለቱ ተኣማሚኑ እዩ ዝዛረብ ኣብዚ እንታይ ተማሂርካ ሰለሙን እንድሕር ኢልኩምኒ እ እዚ ሰብ እዚ ዝፈልጦ ሓቂ ኣሎ ኢዱ ንቕስቲ ምዃና ግን በቲ ዝፈልጦ ሓቂ ዘይኮነስ ጸኒዑ ክኸይድ ንሪኦ ዘለና በቲ ዝመጻሉ ቃል ተጓዒዙ ክብሪ ንጎይታ ይኹን እግዚኣብሔር ቃሉ ክልእኸልና ከሎ ቅዱሳን በቲ ዝመጻልና ቃል ክንጓዓዝ እግዚኣብሔር ይደግፍኩምን ይደግፈንን ኣሜን ዶ እግዚኣብሔር ሽሙ ይባረክ እግዚኣብሔር ልዕሊ ኣእምሮና ዝኾነ ነገር ክዛረበና ከሎ ወይ ድማ ምስ ኩነታትና ዘይዛመድ ምስ ኩነታትና ዘይከይድ ነገር ክዛረበና ከሎ ቅዱሳን ኣሕዋተይ ንክእለቱ ተኣማሚኑ ከም ዝዛረበና ዘሎ ፈሊጥና ብእምነት ስጉምቲ ንውሰድ ኣሜን ዶ ሽዑ ኣብ ህይወትና ናይ እግዚኣብሔር ተኣምራት ተጋሂዱ ክንሪኦ ኢና ክብሪ ንጎይታ ይኹን ስለምንታይ እዮም ግና ንሰንበት ካብታ ንሰንበት ዝፈጠራ ንላዕሊ ዝግደሱላ ዘለዉ እዞም ሰባት? የሱስ ኣብ ዝሓለፈ ክፍሊ ኣርጊጹ ነጊርዎም ነይሩ። ግና ሕጂውን ኣብ መዓልቲ ሰንበት ክፍውስ ድዩ ዋላ ኣይክፍውስን እንዳበሉ ዝጸናጸንዎ ዘለዉ ስለምንታይ እዮም? የሱስ እኮ ኣብ ማርቆስ ክልተ ካብ ዕስራን ሸውዓተን ክሳብ ዕስራን ሸሞንተን እንታይ ኢልዎም ሰንበት ደኣ እያ ምእንቲ ሰብ እተፈጥረት እምበር ሰብ ምእንቲ ሰንበት ኣይኮነን እምበኣር ወዲ ሰብ ጎይታ ሰንበት ድማ እዩ በሎም ኣሜን የሱስ ናይ የሱስ ዘረባ ድዩ ዘይተዋሕጠሎም ዋላስ እቲ የሱስ ዝበሎም ዘይተረድኦም ኰይኑ ኰነ ኢሎም ነታ የሱስ ኣብ መዓልቲ ሰንበት ዝገብሮ ክከታተልዎ ከሎ ንርኢ ማለት እዩ የሱስ ክርስቶስ ጐይታ እዩ ኣሜን ዶ ኢየሱስ ጐይታ እዩ ኣብ ቁጽሪ ሽዱሽተ በጺሕና ኣለና ቁጽሪ ሽዱሽተ ድማ ፈሪሳውያን ድማ ብኡ ብኡ ወጺኦም ከመይ ገይሮም ከም ዘጥፍእዎም ምስ ሄሮደሳውያን ኰይኖም ብዛዕባኡ ተማኸሩ ኣቱም ሰባት ነዚ የማነይቲ ኢዱ ዝተታሕዘ ሰብኣይ፣ ምንም ክሰርሕ ዘይከእል፣ ብጸጋማይ ኢዱ ምንም ነገር ክሰርሕ ዘይከእል ሰብኣይ፣ ከምቲ ክልተ ኢድ ዘለዎ ሰብኣይ ከስልጥ ዘይከእል ሰብኣይ እ ስለ ዝፈወሰ ስለ ዘጥዓዮሲ ክቐትልዎ ክጓየዎ ንርኢ ማለት እዩ። ሰናይ ብምግባሩ ዶ ሰብ ክትቀትሎ ትደሊ ኢኻ ቅዱሳን ኣሕዋተይ? ስለ ዝፈወሰ ዶ ብዛዕባ ሞቱ ትምነ ኢኻ? ከምቲ ኣብ ላዕሊ ክንብሎ ዝጸናሕና ፈሪሳውያን ንየሱስ ዝጸናጸንዎ ዝነበሩ ስለምንታይ እዩ? መታን ንኸጥፍእዎ ምኽንያት ክረኽቡ እዮም። ስለዚ ኸኣ እዩ የሱስ ኣብታ ንሳቶም ዘገልግልዎ ቤት ጸሎት ሓደ ሰብ ስለ ዘሕወየ ብኡብኡ ወጺኦም ከመይ ገይሮም ከም ዘጥፍእዎ ምስ ሄሮድሳውያን ዝተማኸሩ። እዞም ሰባት ምሕዋይ እቲ ሰብ ኣየገድሶምን እዩ። እኳ ደኣ የሱስ ኣብ ሰንበት ጽቡቕ ብምግባሩ ሰንበት ስዒርካ ተባሂሉ ናይ ሞት ፍርዲ ክፍረዶ ከሎ ኢና ንርኢ ቅዱሳን እዚኦም መን እዮም ሄሮደሳውያን ቅዱሳን ትፈልጥዎ እንዲኹም እዞም ሄሮደሳውያን ከይዶም ዝተማኸሩ ምስ መን ከም ዝኾነ ትፈልጡ ዲኹም ቅዱሳን ኣሕዋተይ እቲ ካብ ክልተ ዓመት ንታሕቲ ንየሱስ ክረክብ ኢሉ ሕጻናት ዘኸስተነ እኮ እዩ ስድራ ቤቱ እኮ እዮም እዚኦም ደም ዝለመዱ ስድራ ቤት እዮም ቅዱሳን ኣሕዋተይ ሄሮዶሳውያን ከይዶም ምስ ሄሮዶሳውያን ተማኽሩ ክብለና ከሎ እንታይ እዩ ዝብለና ዘሎ ምስቶም ደም ደመኛታት እዮም ደመኛታት ናይ የሱስ እዮም እዚኦም እዚኦም ማለት እንታይ ክብለኩም ደልየ ደም ዝለመዱ ስድራ ቤት እዮም ቅዱሳን ኣሕዋተይ ሄሮዶሳውያን ቀላላት ካይመስለኹም ኣዝዮም ኣዝዮም ጨካናት እዮም ሕፃውንቲ ክሓርዱ ምንም ዘይመሰሎም ኣዝዮም ክፉኣት ኣዝዮም እኩያት ጭካነ ዝተመልኦ እዚ ሄሮዶስ ዘግሬት ዝበሃል ታሪክ ከም ዘንበብናዮ እንታይ ይብልሲ ዋላ ንደቁ ዝሓረደ እዩ ኣይገርመኩምን ሰበይቱ ይኹን ስድራ ቤቱ ዘየነሓሓፈ እዩ እዚ ሰብ እዚ ክተንብቡ ከለኹም ንድሕር ዘይብል እዩ ካብ ንምቕታል ሲ ድሕር ዘይብል እዩ ምስ ሄሮደሳውያን ቀንዲ መማኸሪኦም እንታይ እንድሕር ኢልኩምኒ ንየሱስ ሓሪዱ ክድርብየሎም ስለ ዝደለዩ ከምዚ ኣሳሲን ሃየር ከም ዝገብሩ ማለት እዩ ተረዲእኹምዶ ተረዲእኩምዶ ቅዱሳን ኣሕዋተይ ንየሱን ንየሱስሲ ቀታሊ ከምዚ ቀታሊ ከም ዝገዝኡሉ ሕሰብዎ ምስ ሄሮድሳውያን ተማኺሮም ማለት ምስ ሄሮድሳን ከመይ ገይሮም ከም ዘጥፍኦ ተማኺሮም ማለት ዘይ ኣር ሃየርድ ኣሳሲን ዝቐትል ሰብ ሃየር ገይሮም ማለት እዩ ስለዚ ከም ቀሊል ካይተሓልፍዎ ማለት እዩ ሄሮድ ኤዶማዊ ነይሩ። ሄሮድ ምስ ሞተ ደቁ ነቲ መንግስቲ ከም ተመቓቐልዎ ኢና ንርኢ። ኩሎም ሄሮድሳውያን ንናይ ሮማ ግዝኣት እዮም ዝድግፉ ነይሮም። እቶም ሰዓብቶም ከኣ ካብ ብቐጥታ ብሮማውያን ዝግዝኡ ብናይ ሄሮዶሳውያን ግዝኣት ክመሓደሩ ይመርጹ ከም ዝነበሩ ታሪኽ ይነግረና ማለት እዩ። ክነንብብ ኮለና ድሕሪ ባይታ ናይ ሄሮድሳውያን ፖለቲካኛታት እምበር ምስ ናይ እግዚኣብሔር ቃል ምትእስሳር የብሎምን። ካልእ ብታሪክ ከም ንፈልጦ ሄሮዶስ ኣዝዩ ጨካን ከም ዝነበረ ንፈልጥ ኢና። ስለዚ ምስ ሄሮዶሳውያን ዝተማሃሩሉ ቀንዲ ምኽንያት እንታይ እዩ እንድሕር ኢልና የሱስ ብህይወት ንኸይጸንሕ እዩ። ናይ የሱስ ብህይወት ምጽናሕ ንብዙሕ ነገራቶም ከም ዘበላሽወሎም ስለ ዝፈለጡ ምስ ሄሮዶሳውያን ክመኽሩ ከለዉ ንርኢ ማለት እዩ። ስለዚ ምስ ሄሮድሳውያን ተማኽሩ ኢልና ክንሓልፎ ኣይግብኣናን እዩ ቅዱሳን ኣሕዋትይ ምክንያቱ ሄሮድሳውያን ኣዝዮም ኣዝዮም ጨከንቲ ንጉስ ተወሊዱ ምስ ተባህለ የሱስ ከም ተወልደ ምስ ሰምዑ ንየሱስ ንክረኽቡ ክብሉ ኣብ የሩሳሌም ኣብ ይሁዳ ዝተወልዱ ቆልዑት ብምልኦም ዝኮስተሩ ጀነሬሽን ብምሉ ዘጥፍኡ እዮም እዚኦም ሄሮድሳውያን ስለዚ ቀለልቲ ሰባት ኣይኮኑን እዞም ፈሪሳውያን እዞም ናይ እግዚኣብሔር ኣገልገልቲ ኢና ዝብሉ እዞም ምእንቲ እግዚኣብሔር ወይ ድማ ምእንቲ ስርዓት ኣምላኽ ንጣበቕ ኢና ዝብሉ ማርደረርስ እዮም ቀተልቲ እዮም ኢየሱስ ክርስቶስ ጎይታ እዩ ካብ ሸውዓተ ክሳብ ዓሰርተ ክልተ ኢየሱስ ድማ ምስ ደቀ መዛሙርቱ ናብ ባሕሪ ኣግለሰ ካብ ይሁዳን ካብ ገሊላን ከዓ ብዙሕ ህዝቢ ሰዓቦ ብለና ከመይ ዝበለ ኣብዪ ግብሪ ከም ዝገበረ ምስ ሰምዑ፣ ካብ የሩሳሌም፣ ካብ ኤዶምያስ፣ ካብ ማዕዶ ዮርዳኖስ፣ ካብ ምድሪ ጢሮስን ሲዶናን ብዙሓት ህዝቢ ናብኡ ተኣከቡ፣ ንሱ ኸኣ ንደቀ መዛሙርቱ ድማ ነቲ ህዝቢ ምእንቲ ኸይደፍእዎ ንእሽቶ ጀልባ ኸጽንሕሉ ነገሮም፣ ንብዙሓት ኣሕውይዎም ነበረ እሞ፣ ስለዚ ሕማም ዘለዎም ኵሎም ምእንቲ ኽትንክይዎ፣ ኣብኡ ይወድቁ ነበሩ። ርኹሳት መናፍስቲ ምስ ረኣይዎኻ፣ ንስኻ ወዲ ኣምላኽ ኢኻ ኢሎም እናጨደሩ ኣብ ቅድሚኡ ተደፍኡ። ንሱ ኸኣ ከየግድህዎ ብዙሕ ገንሖም። ብዛዕባ እዚ ብዙሓት ብዙሕ ተዛሪቦም እዮም፣ ግን እታ ዘላትኒ ኣነ ኸኣ ተዛሪበ ክቕጽል ማለት እዩ። የሱስ ጐይታ እዩ። ክሳዕ ሕጂ ከመይ ኣለና? ጽቡቕዶ ኣሎ? ብዙሕ ግዜ የሱስ ካብ ገጽ ጸላእቱ የልግስ እዩ ኣስተብሂልኩም ዶ ዘለኹም ቅዱሳን ኣሕዋተይ ብዙሕ ግዜ የሱስ ብዙሕ ግዜ የሱስ ካብ ገጽ ጸላእቱ የልግስ እዩ እዚ እውን ሓደ ጥበብ እዩ ካብዚ ዝመሃሮ እንታይ እዩ እንታይ ኢልኩምኒ ቅዱሳን ኣሕዋተይ የሱስ ንነገራት ኣብ ግዜኡ እምበር ቅድሚ ግዜኡ ምስቲ ሽግር ኣይገጥምን እዩ ንግዜኡ እንዳ ኣልገሰ ንኹሉ ኣብ ግዜኡ ነቲ ዝመፅኦ ነገር ክገጥሞ ከሎ ኢና ንርኢ የሱስ ምኽሪ ናይ ጸሓፍትን ፈሪሳውያን ስለ ዝፈለጠ እዩ ካብቲ ከባቢ ኣልጊሱ። ሓንሳብ ሓንሳብ ካብ ነገር እልይ ምባል ኣዝዩ ኣዝዩ ኢምፖርታንትን ኣዝዩ ጥበብ ምዃኑ እየ ካብዚ ተማሂረ ካብ ናይ የሱስ። የሱስ ክርስቶስ ኩሉ ዝኽእል ክነሱ ከም ፈራሕ ካብ ካብ ነገር ከልግስ ከሎ ኢና ንርኢ ዘለና ቅዱሳነይ። ኣቦታትና እውን ክመኽሩና ከሎ እንታይ ይብሉ ንነገርሲ ክውል ተበልካሉዩ ጽቡቕ ይብሉ ኣይኮነን ድዩ? ኢሎምኹም ኣይፈልጡን እዮም ኢሎምኹም ይፈልጡ ዶ ክምዕዱኹም ከለዉ ንነገርሲ ኣታ ወደይ ጽቡቅ ክውል ተበልካልይ ጽቡቅ ክብሉ ኣይሰማዕኹምን ኣቦታትና ኣዝዮም ለባማት እዮም ብዙሕ ካብኦም ንመሃር ማለት እዩ እና የሱስ ኩሉ ግዜ ከምዚ ናይ ኣቦታትና ካብ ነገር የልግስ እዩ ብዙሕ ግዜ ኣስተብሂልኩብሉም ድሕር ኮንኩም ሓዲግዎም ናይ ምኻድ ባህሪ ኣለዎ ኢየሱስ ክርስቶስ ጎይታ እዩ ምክንያቱ ንነገራት ኣብ ግዜኦም እዩ ዲል ዝገብር ኢየሱስ ክርስቶስ ኣቦታትና ከምታ ዝመኽርዋ ማለት እዩ ስለዚ የሱስ ከዓ ነዞም ኣስናኖም እናሓርቀሙ ሓሪቆም ዝወፁ ካባታቶም ካብቶም ክቐትልዎ ዝማሃሩ ዘለዉ ገፁ ክኽውል ከሎ ንርኢ ማለት እዩ የሱስ ስለምንታይ ኣልጊሱ እንድሕር ደኣ ኢልና ብዙሕ ክገብሮም ዘለዎ ነገራት ስለ ዘለዎ እዩ እዞም ኣንጻሩ ኣጢቖም ዘለዉ ድማ ከም ዘየስርሕዎ ስለ ዝፈለጠ እዩ የሱስ ካብቶም ጸሓፍትን ፈሪሳውያን የልግስ ደኣ እምበር የሱስ ካብቶም ጸሓፍትን ፈሪሳውያን የልግስ ደኣ እምበር እቶም ህዝቢ ግና ናብቲ የሱስ ዘለዎ ስፍራ ምምጻእ ኣየቋረጹን። ስለምንታይ እዮም ካብ ይሁዳን ካብ ገሊላን ብዙሕ ህዝቢ ዝሰዓቦ እንድሕር ኢልና ከምቲ ማይክ ይቆራረጽ ተሎ እስከ ምልክት ግበሩለይ ከምቲ ኣብ ቁጽሪ ሸሞንተ እነንብቦ የሱስ ዝገበሮ ዓብዪ ግብሪ ሰሚዖም ከካብ ዘለዎ ናብቲ የሱስ ዘለዎ ስፍራ ውሒዞም ኣለኹ ዶ ማይክ ከመይ ዝበለ ኣብይ ግብሪ ከም ዝገበረ ምስ ሰምዑ ይብለና መጽሓፍ ቅዱስ ካብ የሩሳሌም ካብ ኤዶምያስ ካብ ማዕዶ ዮርዳኖስ ካብ ምድሪ ጢሮስን ሲዶናን ብዙሓት ህዝቢ ናብኡ ተኣከቡ ይብለና ማርቆስ 3 ሓሙሽ- ሸሞንተ ማለት እዩ እቲ ግብሪ ኣየናይ እዩ እንድሕር ኢልና እቲ የሱስ ኣብ ቅድሚ እቶም ኣብ ቤት ጸሎት ተኣኪቦም ዝነበሩ ህዝብን ኣብ ቅድሚ ጸሓፍትን ፈሪሳውያን ማለት እቲ ኣብ ቅድሚ እቶም ዝጸናጸንዎ ዝነበሩ ሰባት ተኣምራት ዝገበሮ ተኣምራት ሰሚዖም ማለት እዩ እቲ ህዝቢ ከካብ ዘለዎ ናብ ኢየሱስ መጽኡ ኣሜን ኢየሱስ እንታይ ኢልዎ ነቲ ኢድዙ ዝነቐጸ ሰብኣይ ተንስእ እሞ ኣብ ማእኸል ደው በል በሎ በቲ ድርቅና ልቦም ግህዩ ብኹራ ጠመቶም ነቲ ሰብኣይካ ኢድካ ዘርግሕ በሎ ንሱኻ ዘርጋሓ እታ ኢዳውን እታ ኢዱውን ሓወየት ይብለና ኣሜን ከምታ ካልኣይቲውን ኮነት ይብል ኣብ ካልእ ጽሑፍ ማለት እዩ እግዚኣብሔር ይመስገን እቲ ህዝቢ ናብ ኢየሱስ ከምዝውሕዝ ዝገበሮ እዚ ግብሪ እዚ እዩ እግዚኣብሔር ይመስገን ኣሜን የሱስ ክርስቶስ ፈሪሳውያን ክገብሮ ዘይከኣሉ የሱስ ክርስቶስ ጸሓፍቲ ክገብሮ ዘይከኣሉ የሱስ ክርስቶስ ናይቲ ዘመን እቲ ኣገልገልቲ ክገብሮ ዘይከኣሉ ነገር ብምግባሩ ብዙሓት ሰባት ናብኡ ይውሕዙ ነይሮም ክብሪ ንጎይታ ይኹን ካብ ቍጽሪ ትሽዓተን ዓሰርተን ድማ እንታይ ኣበስ፣ ንደቀ መዛሙርቱ ድማ፣ እቲ ህዝቢ ምእንቲ ኸይደፍኦ፣ ንእሽቶ ጀልባ ኸጽንሑሉ ነገሮም። ንብዙሓት ኣሕውይዎም ነበረ እሞ፣ ስለዚ፣ ሕማም ዘለዎም ኵሎም ምእንቲ ኽትንክይዎ ኣብኡ ይወድቁ ነበሩ ይብለና። ኣብዚ እንርእዮ እንታይ እዩ እንድሕር ኢልኩምኒ፣ ክሳዕ ክንደይ እቲ ህዝቢ ኣምላኽ ተወጺዑ ኸም ዝነበረ እዩ። ኣይ፣ ነዚ እየ ርእየ ኣንቶይ፣ ብጣዕሚ ልበይሲ ከምዚ በቃ ተተንኪፉ፣ ዳርጋ ንብዓት መጺኡኒ ነዚ ነዚ ነገር እዚ እናረኣኹ። ርኢኹምዶ ኣለኹም ቅዱሳን ኣሕዋተይ እቲ ሕዝቢ ክሳብ ክንደይ ተወጺኦ ከም ዝነበረ የሱስ ምስ ተገልጸ ቅዱሳን ኣሕዋተይ እዚኣ ሓዙለይ የሱስ ምስ ተገልጸ ምስቲ ናይ የሱስ ምግላጽ ናይ ብዙሓት ማእሰርቲ ተገሊጹ ምእሳሮም ዝተፈልጠ እ ኣብ ጸልማት ከም ዘለዉ ምስ ተ- ዝተፈልጠ እቲ ብርሃን ዝኾነ ክርስቶስ ምስ ተገልጸ እዩ የሱስ ክርስቶስ ጎይታ እዩ ኣቱም ሰባት እዞም ሰባት ምስ ማእሰርቶም ክንደይ ዓመት ከም ዝነበሩ ኣይፈልጥን እየ ክንደይ ዘመናት ከም ዝነበሩ ኣይፈልጥን እየ ነገር ግን የሱስ ክርስቶስ ምስ ተገልጸ እቶም ተሓቢዖም ዝነበሩ ኣጋንንቲ ክግለጹ ጀሚሮም ኢየሱስ ክርስቶስ ጎይታ እዩ ብዙሓት ካብዘለዎም ሕማምን ማእሰርትን ክናገፉ ከሎ ኢና ንርኢ እዚ ናይ ናብ ኢየሱስ ዝውሕዝ ዘሎ ሕዝቢ ንኽንደይ ዘመን ተዓሲሩ ከም ዝነበረ ንምግማት ኣየሸግርን እዩ። ኣብዚ ዝኸውን ዘሎ እንታይ እዩ? ሰባት ከካብ ዘለዎም ሕማም ይኹን ማዕሰርቲ ናጻ ምእንቲ ክኾኑ ናብ ኢየሱስ ክመጹ ከሎ ኢና ንርኢ ዘለና። ክብሪ ንጎይታ ይኹን። የሱስ ክሳዕ ከይደፍእዎ ጀልባ ኣዳልዉለይ ክሳዕ ዝብል ብዙሓት ምስቲ ዘለዎም ሽግር ናብቲ የሱስ ዘለዎ ስፍራ ክመጹ ከሎ ንርኢ። ኣቱም ሰባት እዚ እዚ ቃል እዚ ከመይ ንልበይ ከም ዝተንከፎ ክነግረኩም ኣይክእልን እየ። ካብ ኩሉ ዘሐጉሰኒ እንታይ እዩ እንድሕር ደኣ ኢልኩምኒ እቶም ኣሚኖም ናብ የሱስ ዝመጹ ሰባት ተናጊፎም ተፈዊሶም እዮም ዝኸዱ ክብሪ ንጎይታ ይኹን። ኣብዚ ሒዝናዮ ዘለና ክፍሊ ንብዙሓት ከም ዘሕወዮምን ንብዙሓት ድማ ካብ ማእሰርቲ ናይ ኣጋንንቲ ከም ዘናገፎምን ኢና ንርኢ ዘሎና። ስለዚ ናብ የሱስ ኣሚንና መጺና ከይተቐበልና ከም ዘይንምለስ ኢና ኣነ ካብዚ ክፍሊ እዚ ዝመሃር ዘለኹ ክብሪ ንጎይታ ይኹን። የሱስ ንብዙሓት ኣሕውይዎም ስለ ዝነበረ ብዙሓትካ ከምቶም ዝሓወዩ ንኽሓውዩ ንየሱስ ክትንክፍዎ ይወድቁ ነይሮም ቅዱሳን ኣሕዋተይ እቶም ንየሱስ ንምትንካፍ ዝመጣጠሩ ዘለዉ ሰባት ንስለ ምትንካፍ ኣይኮኑን ዝመጣጠሩ ዘለዉ ቅዱሳን ነዚ ክነስተውዕል ይግባኣና እዩ እንተ ተንኪፎሞ ከም ዝሓውዩ ኣሚኖም እዮም ክሳዕ ናብኡ ዝወድቁ ዝነበሩ ቅዱሳን ኣሕዋተይ የሱስ ጥዑም እንቋእ ተገልጸልና ሎሚ ከምኡ ኢለ ንየሱስ ኣመስግነዮ ንየሱስ ኣመስግነዮ ንእግዚኣብሔር ክብሪ ሂበዮ የሱስ ጥዑም እንቋ ተገለጽካ ኢለዮ እንቋ ተገለጽካልና ኢለዮ እንቋ ካብ ሰማያ ሰማያት ወረድካልና እንቋ ከምዚ ከማይ ስጋ ለቢስካ ተመላሊስካ የሱስ ብምግላጹ ኢና ንሕና ኩላሕና ካብ ናይ ሰይጣን መንጋጋ ዘምለጥና ቅዱሳን ሎሚ ተሓጎሱ ቅዱሳን ኣሕዋተይ የሱስ ስለ ተገልጸ እዩ ማዕሰርትና ዝተበጣጠሰ ቅዱሳን ኣሕዋተይ ሓራ ዝወጻና የሱስ ክርስቶስ ብምግላጹ እዩ ሎሚ ንየሱስ የቐነየለይ እንብለሉ ሰዓት እዩ ኣሜን ዶ ቴንክ ዩ ጂሰስ ንብለሉ ሰዓት እዩ ሎም መዓልቲ ኣነ ነዞም ንየሱስ ንምትንካፍ ዝዳፍኡ ዘለዉ ሰባት ምስ ረኤኹ ምድሓነይ ክሳዕ ክንደይ ዓቢ ምዃኑ ኣጸቢቑ ክበርሓለይ ጀሚሩ ቅዱሳን ኣሕዋተይ ካብዞም ፈውሲ ኮነ ምንጋፍ ደልዮም ዝመጹ ክንዴኖት ናይ ዘልዓለም ህይወት ረኺቦም ኣይፈልጥን ነዚ ቃል እዚ እናንበብኩ ቅዱሳን ኣሕዋተይ ውሽጠይሲ ሓውሲ ሓዘን ይስምዖ ነይሩ ሓውሲ በቃ ከም ገለ ይስምዓኒ ነይሩ ምክንያቱም እዚኦም ሰባት ናብ ኢየሱስ ክርስቶስ ዝመጹ ዘለዉ ክፍወሱ እዮም ናይ ስጋ ፈውሲ ክረኽቡ ካብ ማእሰርቲ ናይ ናይ ሰይጣን ክናገፉ እዮም ናብ የሱስ ክርስቶስ ዝመጹ ነይሮም ቅዱሳን ኣሕዋተይ ክንደይኖት ናይ ዘለኣለም ህይወት ረኺቦም ኣይፈልጥን እየ ኣነ ግን ስለ ዝደሓንኩ ንጎይታ ይባርኾ ኣለኹ ንጎይታ ባርኽዎ ቅዱሳን ኣሕዋተይ ናይ ስጋ ፈውሲ ጥራይ ረኺብካ ክትከይድ ትኽእል ኢኻ ናይ ስጋ ፈውሲ ተቐቢልካ ክትከይድ ትኽእል ኢኻ ቅዱሳን ኣሕዋተይ ምስ ሕማምካ ግን ሄቨን ምእታው ይሓይሽ ከምኡ ኢሉ የሱስ ክርስቶስ ዓይንኻ ተተሓተትካ ጎጥጒጥካ ኣውጻያ ደርብያ ኢልዎ ሓንቲ ዓይነይ ሒዝካ ትኣቱ ይቀልል ይሕሸካ ኢልዎ ቅዱሳን ኣሕዋተይ ምድሓነይ ንጎይታ ስለ ዝደሓንኩ ንጎይታ ባሪኸዮ ሎም መዓልቲ ሃሌሉያ ውሉድየ ኣነ ሕጂ እቲ ፈውሲ እቲ ፈዋሲ ኣቦይ እዩ ፈውሲ እንጀራይ እዩ ቅዱሳን ኣሕዋተይ ኣብዚ ሰዓት እዚ የሱስ ንኩሉ ሕማመይ ወሲድዎ እዩ የሱስ ካብ ማዕሰርተይ ነጻ ኣውጺኡኒ እዩ ኡፍ ኢለ ሎም መዓልቲ ተመስገን ጎይታ ኢለ ነዚ ንየሱስ ክርስቶስ ዘዳፍእዎ ኣቱም ሰባት ንየሱስ ክርስቶስ ዘዳፍእዎ ዘለዉ ንየሱስ ክርስቶስ ንምትንካፍ ዝመጣጠሩ ዘለዉ ምስ ረኣኹሲ እዋይ ጎይታይ ተመስገን ኢለ ጎይታይ ተባረኽ ኢለ ፈዊስካኒ ኣጥቂዕካኒስ እንደገና ድማ ናይ ዘልዓለም ሂወት ሂብካኒ ኢለስ ሎሚ መዓልቲ ናይ ቴንኪው መዓልቲ ነይሩ ንዓይ ይብለኩም ኣለኹ ቅዱሳን ቅዱሳን ነዚ ክፍሊ ከንነብብ ኮለና ሓደ ክንሓስቦ ዘሎና ነገር ኣሎ ንሱ ከዓ እንታይ እዩ የሱስ እንተ ዘይግለጽ ኣጸቢቕኩም ክትሰምዑ ንደሊ ኣለኹ የሱስ እንተ ዘይግለጽ እዞም ሰባት ኮኑ ኣነን ንስኻትኩም እዚ ረኺብናዮ ዘለና ህይወት ኣይምረኸብናን ኔርና። ሓቂ ዶ ኣይኮነን ቅዱሳን ኣሕዋተይ? ከምቶም እስራኤላውያን ብማዕሰርቲ ሃይማኖት ተኣሲርና ኣብ ትሕቲ ግዝኣት ናይ ዳቢሎስ ባርያ ኮይንና ምነበርና ኔርና። ሕጂ ግና በቲ ብፍቕሪ ሃብታም ዝኾነ ኣቦና ምንጋፍ ምምላጥ ኮይኑና ሎም መዓልቲ እስከ ኣኽብርዎ እልል እንዳበልኩም ኣኽብርዎ ስለ ዘምለጥና ተባረኽ በልዎ ስለ ዘናገፍካና ተባረኽ በልዎ ቅዱሳን ኣሕዋተይ ሎሚ ናይ ምስጋና መዓልቲ ይኹን ሎም መዓልቲ ነፍስ ወከፍና ኣቱም ሰባት የሱስ ክርስቶስ ተዘይግለጽ ነይሩ እቶም ኣብ ውሽጥና ተሓቢኦም ዘለዉ ኣጋንንቲ ንዘመናት ሰሪቶም ምነበሩ ነይሮም ሒዞምና ኸኣ ናብቲ ዘይንደልዮ ስፍራ መብጽሑና ነይሮም ሳላ እቲ ብርሃን ዝኾነ ክርስቶስ ምስ ተገልጸ ግን ብርሃን ጸልማት ክሕዞ ስለ ዘይክእል እቲ ኣብ ውሽጥና ዝነበረ ጸልማት በቃ ተጋሊጹ እቲ ክወጽእ ዘለዎ ወጽዩ እቲ ክዕለይ ዘለዎ ነገር ተኣልዩ ክብሪ ንጎይታ ይኹን በዚ ኣጋጣሚ ዘየምለጥኩም ከምዚ ከማይ ዘየምለጥኩም ኣነ ኣምሊጠ ዘየምለጥኩም ሰባት እንተ ኣሊኹም ሕጂያ ናይ ምምላጥ ሰዓት እብለኩም ኣለኹ ስለዚ ሓየ ከማይ ኣምልጡ ቅዱሳን ኣሕዋተይ ንዳቢሎስ ኣሽክዕዎ ናተይ እዩ ገንዘበይ እዩ እናበለ ኣምሊጠ ሃሌሉያ ናይ ኢየሱስ ጥራይ ኮይነ ኣነ ብዛዕባ ይዛረብ ኣለኹ ዲሒነ ንኻልኦት ናይ ድሕነት መንገዲ ዘርኢ ኮይነ ሃሌሉያ ኣምሊጠሲ ንኻልኦት ናይ መምለጢ መንገዲ ዘርኢ ኮይነ ክብሪ ንጎይታ ይኹን ኣሜን ዶ ቅዱሳን ኣሕዋተይ ዘምለጠ ጥራይ ንኻልኦት ከም ዘምልጡ ዝገብሮም ቅዱሳን ኣሕዋተይ እ ነቲ ሓቂ መንገዲ ዝፈለጠ ጥራይ ነቶም ኣብ ናይ ሓቂ መንገዲ ዘየለዉ እግዚኣብሔር ይመስገን ክመርሖም ዝኽእል ዘየምለጥኩም በዚ ኣጋጣሚ እዚ እዞም ጴንጤታት እንታይ ክብሉ እዮም እዚኦም ኣሚና ኣለና ብዘካና በቃ መንገዲ ሓቂ ዝፈልጥ የለን ዝብሉ እዞም ጴንጤታት እንታይ ይብሉ ኢልኩም ዝመጻኹም በጋጣሚ እብዚ ሩም ዝኣተኹም እንድሕር ኣለኹም ኣጋጣሚ ኣይኮነን ሎም መዓልቲ ኢየሱስ ክርስቶስ ክተምልጡ ስለ ዝደለይኩም እዩ ኢየሱስ ክርስቶስ ጎይታ እዩ ሃሌሉያ ሎሚ ናይ ምስጋና መዓልቲያ ነቶም ዘምለጥና ኣቱም ሰባት እነግረኩም ኣለኹ ሎሚ ናይ ምስጋና መዓልቲያ ኣውጁ ሎም መዓልቲ ሙሉ መዓልቲ ክተመስግኑ ወዓሉ ምኽንያቱ እግዚኣብሔር ካብ ከመይ ዝመሰል ኣነ ሕጂ ተረዲኡኒ ሕጂ ተረዲኡኒ እቲ እግዚኣብሔርሲ ካብ ድቕድቕ ጸልማት ናብ ዘደንቕ ብርሃን የእትዩና ዝብል ጥቕሲ ሎሚ እዩ ተረዲኡኒ ኣቱም ሰባት የሱስ ምስ ተገልጸ እኮ እዮም እቶም ኣጋንንቲ ተገሊጾም የሱስ ምስ ተገልጸ እኮ እዮም እቲ ተሓቢኡ ዝነበረ ውሽጥና ክግለጽ ጀሚሩ እቲ ብርሃን ዝኾነ ክርስቶስ ምስ ተገልጸ እኮ እዩ እቲ ጸልማት ካብ ህይወትና ሪሒቖ ኣቱም ሰባት የሱስ ተዘይግለጽ ነይሩ ኣብ ከመይ ማዕሰርቲ ምነበርና ኣቱም ሰባት ሃይማኖት ኣብ ማዕሰርቲ እዩ ዘእትወካ ናይ ዳብሎስ ኣገልጋሊ ክትከውን እዩ ዝገብረካ ሃይማኖተኝነት ሬሊጅስ ስፒሪት እንታይ ዝገብረኩም መሲልኩም ናይ ሰይጣን ባርያ እዩ ዝገብረኩም ደጊመ ክዛረብ እየ ሃይማኖተኛታት ናይ ሰይጥና ናይ ሰይጣን ኣገልገልቲ እዮም ዝቕየሩ ብቐሊሉ ሰይጣን ዝጥቀመሎም ንመን እዮም እንተሪልኩም ነዞም ሌጋሊስቲክ ነዞም ሃይማኖተኛታት እዩ ሰይጣን ብቐሊሉ ዝጥቀመሎም ሃሌሉያ የሱስ ክርስቶስ ካብ ከምዚ ማእሰርቲ ንነፍሲ ወከፍና ነፃ ኣውፅኡና ሃሌሉያ ንናይ ንሰይጣን መጻወቲ ሰይጣን መጻወቲ ካይገብረና ክርስቶስ ሓራ ኣውጽእና ክብሪ ንጎይታ ይኹን ኣሜን ኣነን ንስኻትኩምን ሓደ ካብቶም እዚኦም እ፣ እሱራት ዝነበርና ሰባት ኢና ቅዱሳን ኣሕዋተይ ኣይትረስዑ ኤፌሶን ክልተ እ፣ ከድኩም ክተንብቡ ከለኹም ከምኡ እዩ ዝብለና ቀደም ንዓና ዝገዝኣና ዝነበረ እዩ ሕጂ ነቶም ዓለማውያን ዝገዝኦም ዘለዉ ቀደም ገዝኣና ነይሩ ቅዱሳን ኣሕዋተይ መጽሓፍ ቅዱስ ከምኡ ኢሉ ይዛረበና እዩ ትጽልየልኪ ኢና ምሕረተይ ኣጆኺ ንጽልየላ ኣቱም ሰባት ቀደም ንሕና ግዙእ ናይቲ ዳቢሎስ ኢና ነርና እቲ ብምሕረት ሃፍታም ዝኾነ ክርስቶስ ግን ብፍቕሩ በቃ ጸዊዑ ክነምልጥ ገይሩና እግዚኣብሔር ይመስገን ኣሜን ዶ ዘምለጥና ዘበልና ኩሉ ናይ ምስጋና መዓልቲ ኢሎም መዓልቲ ርኹሳት መናፍስቲ ምስ ረኣይዎ ንስኻ ወዲ ኣምላኽ ኢኻ ኢሎም እናጨደሩ ኣብ ቅድሚኡ ተደፍኡ ንሱ ከኣ ከየገድድዎ ብዙሕ ገንሖም ይብለና ናይ መወዳእታ ዓሰርተ ሓደ ን ዓሰርተ ክልተን እቲ ኣብ ቅድሚኡ ድፍእ ምባሎም ልዕልእኑ ዘርኢ እዩ ከምቲ ኣንቶይ ባኒቴ ትብሎ ዝነበረት ወይ ዲርሊ ላቭድ ትብሎ ዝነበረት ማለት እዩ እ ንሱ የሱስ ልዕሊ ኩሉ ምዃኑ ኩሉ ፍጥረት ፈትዩ ከይፈተወ ዝግዛኣሉ ኣምላኽ ምዃኑ ዝገልጽ እዩ የሱስ ክርስቶስ ጎይታ እዩ ኣሜን እቶም ርኹሳት መናፍስቲ ምስ ረኣይዎ ንስኻ ወዲ ኣምላኽ ኢሎም እናጨደሩ ኣብ ቅድሚኡ ተደፍኡ ክብለና ከሎ ፈትዮም ዝተደፍኡ ከይመስለኩም ከምዚ ኣነን ንስኻትኩምን ከምዚ ኣነን ንስኻትኩምን ፈቲና ነዚ ጎይታናን ኣምላኽናን ዝኾነ ክርስቶስ ፈቲና ንሰግደሉ ስግደት ነምጻሉ ኣምልኾ ነምጻሉ ፈትዮም ዝሰገዱሉ ከይመስልኹም በፍንጮኦም ተገዲዶም እዮም ሰጊዶም ክብሪ ንጎይታ ይኹን የሱስ ግና ንሱ ከየግህድዎ ንብዙሕ ብዙሕ ገነሖም እብለና ኣሜን እቲ ከየግህድዎ ገንሖም ዝብል ቃል ከምቲ ኣብ ዝሓለፈ ኣብ ምዕራፍ ሓደ ዝተዛራረብናሉ እቲ ምዝራቦም ንናይ የሱስ ኣገልግሎት ዝዕንቅፍ እምበር ዝሕግዝ ብዘይ ምዃኑ እዩ ኣሜን ዶ ተረዲእኩም ዶ ቅዱሳን ኣሕዋተይ ስለምንታይ ከይዛረቡ ገኒሕዎም ወይ ድማ ዕጸዉ ኣፍኩም ኢልዎም እንድሕር ኢልኩም እቲ ምዝራቦም ደቀ መዛሙርቲ ዘብዝሓሉ ዘይኮነስ ምስክርነት ናቶም ደቀ መዛሙርቲ ንየሱስ ደቀ መዛሙርቲ ዘብዝሕ ኣይኮነን ብሓጺሩ ስብከቶም ንሰባት ዘድሕን ኣይኮነን እስኪ ዝሰምዓኒ ይጽሓፈለይ። ስብከት ናይ ኣጋንንቲ ንሰባት ዘድሕን ኣይኮነን። ዋላ ውን ሓቂ ወዲ ኣምላኽ ምዃኑ ሓቂ ይመስክሩ እምበር እዚ ምስክርነቶም ነቶም ዝሰምዕዎም ዘለዉ ናብ ድሕነት ዘምጽእ ኣይኮነን። ንየሱስ ክርስቶስ ንናይ የሱስ ክርስቶስ ኣጋንንቲ እንታይ ዝገብር እዩ ዝዕንቅጽ እዩ። እዚ ክፉእ መንፈስ እዩ። ትዝክርዎ እንድሕር ኮይንኩም ጳውሎስን መን ከም ዝኾነ ኣይዝክሮን ሜቢ ሲላስን ኢለ ይሓስብ ብመንገዲ ኣብ ኣገልግሎት ከለዉ ሓንቲ ብጥንቆላ ተገልግሎም ዝነበረት ኣብ ኤፌሰስ ትዝክርዎ እንድሕርኩም ኣብ ኤፌሶን ደድሕሪኦም እናኸደት እንታይ ትብል ነይራ ይብል ናይ እግዚኣብሔር ቃል ናይ ኣምላኽ መንገዲ ዘሪእኹም ናይ ኣምላኽ መንገዲ ዘርእኹም እዮም እዚኦም ሓቀኛ ሰባት እዮም ንዕኦም ስምዕዎም ትብሎም ነይራ ዘረብዓ ጥዑም እዩ ዝመስል እዋይ እዚኣስ በቃ ገለ እዩ ዘብል ግን ኣብኣ ኮይኑ ዝዛረብ ዝነበረ እቲ እኩይ መንፈስ እዩ ጳውሎስ ድማ ይብል መንፈሱ ስለ ዝተቆጠዐ ሽዑ ነቲ ኣጋንንቲ ካብታ ሰብእቲ እንታይ ገይርዎ ካብታ ሰበይቲ እቲኣ ወቂዕዎ እግዚኣብሔር ይመስገን ኣሜን ዶ የሱስ ክርስቶስ ኣብዚ ይወቅዖ እዩ ዘሎ ነዚ ስፒሪት ነዚ መዐንቀጺ ዝኾነ ስፒሪት ይወቅዖ እዩ ዘሎ ክብሪ ንጎይታ ይኹን ስለዚ ከየግህድዎ ብዙሕ ገነሖም ዝብል ቃል ከምቲ ኣብ ዝሓለፈ ኣብ ምዕራፍ ሓደ ዝተዘራረብናሉ እቲ ምዝራሮም ንናይ የሱስ ኣገልግሎት ዝዕንቅፍ እምበር ዝሕግስ ብዘይምዃኑ እዩ ገኒሕዎም ኣሜን የሱስ ወዲ ኣምላኽ ምዃኑ እቲ ናይ እግዚኣብሔር መንፈስ ጥራይ እዩ ክዛረብ ዘለዎ ኣሜን ዶ እቲ ቅቡእ ናይ ኣምላኽ እቲ ቅቡእ ናይ ኣምላኽ የሱስ ክርስቶስ ብርኹሳት መናፍስቲ በቶም ምግላጹ ባህ ዘይብሎም ኣጋንንቲ ክጽዋዕ ስለ ዘይብሉ እዩ የሱስ ገኒሕዎም ኣሜን ኢየሱስ ክርስቶስ ጎይታ እዩ። ከምቲ ኣብ ዝሓለፈ ከም ዝበልኩዎ ዝግናሕ መን እዩ እንድሕር ኢልኩም እቲ ዘይግባእ ነገር ዝገበረ እዩ ኣይኮነን ድዩ? ንሓደ ሰብ ስቕ ኢልኩም ኣይትገንህዎን ኢኹም። ምግን- መግናሕቲ ዘድልዮ መን እዩ እንድሕር ኢልኩምኒ እ፣ ነቲ ክገብሮ ዘይግባእ ዝገብር ሰብ እዩ። ነቲ ዝተጋገየ ሰብ እዩ። ኣይኮነን ድዩ? ቅዱሳን ኣሕዋተይ እዩ ዶ ኣይኮነን ቶም ትግርኛ ትፈልጡ ዝግናሕ መን እዩ እንድሕር ኢልኩም እቲ ክገብሮ ዘይግባእ ነገር ዝገበረ ጌጋ ዝገበረ ሰብ እዩ ዝግናሕ ስለዚ እዞም ሰባት የሱስ ክርስቶስ ጌጋ ጌርኩም ኣለኹም ክትገብሩ ኣይፈቕደልኩምን እየ ስቕ በሉ ኢሉ ክገንሖም ከሎ ንርኢ እግዚኣብሔር ይመስገን ስለዚ የሱስ ነቶም ርኹሳት መናፍስቲ ክግስጾም ከሎ እንታይ እዩ ዝብሎም ዘሎ ብዛዕባ ማንነተይ ንስኻትኩም ክትዛረቡ ኣይተፈቐደልኩምን እዩ ዝብሎም ዘሎ ክብሪ ንጎይታ ይኹን ክብሪ ንጎይታ ይኹን ጎይታ ይባረኩም ጸግኡ ድማ የብዛሓልኩም ኔክስት ዊክ ድማ ካብዚ ብዝበለጸ ድማ ብዝተዓጻጸፈ ድማ ካብ ቁፅሪ 13 ጀሚርና ክሳብ መወዳእታ ከነጽንዕ ኢና ኣጽኒዕኹም ምጹ ኩሉ ግዜ ድማ ኣይትሕመቁ ሓሳብኩም ምሃብ ኩላሕና ንጸሎት የእዳውና ከነልዕልና ጸሊና ክንውድእ ኢና ጎይታ ይባርኩም።